ሰላም ሰላም ኣምላኽ ምሳኹም ይኹን ክቡራት ተኸታተልተይ ኣነ ኣምላኽ መስገን ሰላም ኣለኹ ንስኹምውን ሰላም ክትኮኑ በዓልቲ ሙሉ ተስፋይ ምሳኹም ዘለኹ ሓፍትኹም ዓይኑሚ ሎሚ ከዓኒ ብመሰረት ሕትኽን ማለት እዩ ብምድንጓይ ይቕሬታ ኣዋዘ ተባሂለ ነይረ ሕጂ ከዓ ኣዋዘ ሒዘልክን መፅ ኣለኹ ብሓደ ሓቢርና ንስራሕዮ ማለት እዩ እንታይ እንታይ የድልየና ከመይ ጌርና ነዳልዎ ብሓደ ሓቢርና ንስራሕ ብሩኻት የትም ሓደሽቲ ዝኾንኩም ናብዛ ቻነለይ ከዓ ሳብስክራይብ ብምግባር ቤተሰብ ናይዛ ቻነል ንኹን እምበኣር ብሩኻተይ ብሓደ ሓቢርና ንጀምር እተን ቀንዲ ዘድልያና እዚን ኣብዚ ዘለዋ ሲብዘኤን ብሓደ ከዓኒ እንዳሰራሕናዮ ክንገልፆ ኢና ማለት እዩ ኣብዚ ጅንጅብል ማለት እዩ ፃዕዳ ሽጉርቲ ከምኡውን ቀይሕ ሽጉርቲ ማለት እዩ። ሕጂ ነዚ ብሓደ ማይ ጌርና ሓዊስና ብሓደ ኣብ ዘለኩም ማሽን ጌርኩም ማለት እዩ ትጥሕንዎ። ማሽን ተዘይብልክን ከኣ ብኢድክን ጃስት ጥራይ ኣድቂ ቀቢልክን ክትመትሮ ኣለክን ክትጥቀማ ትኽእላኽን ማለት እዩ ሕጂ ከም ዝትሪኣን ዘለኽን ንኹሉ ብሓደ ሓዋዊሰ ክን ጥሑነ ኢና ከምስ ትሪኦኦ ዘለኽን ኣዝየ ኣድቅቅ ኣቢለ ጢሒነዮ ኣለኹ ማለት እዩ ኣብዚ ሕጂ ጻዕዳ ሽጉርቲ እዚኣ ሓንቲ ብዓባያ ማለት እዩ ተጠቂመ ኣለኹ ጅንጅብል እውን ከምኡ ማእኸላይ ተጠቂመ ኣለኹ ማለት እዩ ገሚትኩም ባዕልኹም ትጥቀሙ ሕጂ ከምዚ ትርእዩኒ ዘለኹም ንዕኡ ጽቡቅ ገይረ ምስ ጠሓንክዎ ኣብዚ እዚ ኣድሪ እዩ ማለት እዩ እቲ ኣድሪ ጢሒነ ሕጂ ምስ ተጣሕነ ሰለስተ ዓቢ ናይ ጣውላ ማንካ ማለት እዩ ተጠቒመ ኣለኹ ኣድሪ ዋላ ተበዝሖ ኣዝዩ ኣይዶኖ ይፈቱ እያ ኣነ ማራ ጥዑም እዩ ዝገብሮ ማለት እዩ እጂ መጀመርያ ነቲ ኣድሪ ከምዚ ጌርና ጽቡቅ ጌርና ምስቲ ኣስቤዛ ምስ ሓዋወስናዮ ደሓር ነቲ በርበረና ናብኡ ነእትዎ ማለት እዩ ፍርቂ ኩሎ በርበረ እየ ዝተጠቂመ ዘለኹ ኣነ ሕጂ ነቲ በርበረና ምስቲ ኣስቤዛና ጽቡቅ ጌርና ክንሕውሶ ኢና ማለት እዩ ይቕሬታ ግበራለይ ዳርጋ ቅድሚ ዓመት እየ ተሓቲተያ ነይረ እዛ ሕቶ ኣምፅልና ተባሂለ ክሳብ ሕጂ ደንጎ ማለት እዩ መደንጎየይ ምክንያት ከዓ ስለ ዝነበረኒ ማለት እዩ ኣጋጣሚ ሽዑ ኣዳልየ ነይረ ግን ቢዶ ስለ ዘይመላእክዎ ሸር ኣይገበርክዎን ማለት እዩ ሕጂ ግን ብመሰረት ሕቶኽን ሒዘልክን መፅየ ኣለኹ ተጠቐማላ ከምኡ ውን ጨው ማለት እዩ ክልተ ንእሽቶ ማንካ ተጠቒመ ኣለኹ እንድሕር እቲ በርበረኽን ጨው ተልዎ ጨው ኣይትጠቐማእኽን እዚ ናተይ በርበረ ጨው ስለ ዘይብሉ እየ ተጠቒመ ማለት እዩ እቲ ጨው ውሑድ ስለ ዝኾነ ከይበዝሓክን እንድሕር እቲ በርበረ ብዙሕ ጨው ተልዎ ድሕር ጨው ተጌርክን ክበዝሓክን እዩ ሕጂ ከም ስትሪኣን ዘለኽን ማይ እንዳገበርኩ ማለት እዩ ፅቡቅ ገይረ ሕሲ ከቡለ እነት በርበረ ቁሩብ ክሰብ ዝወሃሃድለየ ከም ዝገብሮ ዘለኹ ብኢደይ ክኣትዎ እየ ማለት እዩ ብኢድና ፅቡቅ ጌርና ሕዚ ከነብሎ ኣለና ከምዚ ጌርክን እንድሕር ፅቡቅ ተሓሲልክን እውን ኤጋል ከምዚ ጌርክን ፅቡቅ ጌርክን ጥራይ ሕሰዮኦ ማለት እዩ። ፅቡቅ ጌርና ከነወሃህዶ ኣለና። ሕጂ ጓንቲ ጌረ ኢደይ ማለት እዩ። ሕጂ ፅቡቅ ጌርና ብኢደይ ክሳብ ፅቡቅ ጌሩ ዝወሃሃደለይ ፅቡቅ ጌረ ሕስይ ከብሎ እየ ማለት እዩ። ጓንቲ እንድሕር ተዘይብልክን ከዓ እቲ ኢድክን ከምቲ ኣብ ዋላ ኣብ ድልኽ ክሰርሕ ከለኹ ዝሓለፈ ገሊፀልክን ነይረ እቲ ኢድና እንድሕር ዘይቲ ተተጠቒምና እቲ በርበረ ብዙሕ ኣብ ኢድና ክሳይ ኣይገብርን እዩ ኣይበልዓናን እዩ ስለዚ ፅቡቅ ጌርና ኢድና ዘይቲ ክንልከዮ ኣለና ማለት እዩ ኣሳራርሓ ድልኽ ውን ኣብ ዝሓለፈ ቢዶ ሰሪሐልክን ኣለኹ እንተ ደሊኽን ኣቲኽን በዚ ኣጋጣሚ ክትሪኦ እኻ ይዕድመክን ማለት ዩ ሕጂ ከምዚ ትሪኣኒ ዘለኽን ጽቡቅ ጌረ ምስ ኣወሃሃድክዎ ዘይቲ ብላዕሊ ይገብረሉ ኣለኹ ማለት ዩ ሕጂ ደጊመ ምስቲ ዘይቲ ከኣ ጽቡቅ ጌረ ከወሃህዶ እየ እንድሕር ደኣ ካብዚ ንላዕሊ ከተቕጥንኦ ተደሊኽን ቀጢን ክትገብርኦ ትኽእላ ኢኽን። ኣነ ግን ከምዚ ሕፍስ ዝበለ እየ ደልዮ ዘለኹ ማለት እዩ። ሕፍስ ዝበለ ከሎ እየ ክገድፎ። ከምኡውን እንድሕር እዚ ቪድዮ ተፈቲኽንኦ ማለት እዩ እዚ ናተይ ኣሳራራሓ እዩ ማለት እዩ ሰብ ብዙሕ ዓይነት ገይሩ ክሰርሖ ይርኢየ እዚ ግን ናተይ ኣሳራራሓ እዩ እንድሕር እዚ ኣሳራራሓ ናተይ ተፈቲኹንኦ ተጠቒመክን ናብ መሓዘትክን ሸር ግበርኦ ከምኡውን ናብ ኣሕዋትክን ማለት እዩ ከምኡውን ላይክስ ሸር ሳብስክራይብ ኮመንቲ ኣይፈለየኒ እዩ ርእተኽን ኣብ ኮመንቲ ፀሓፋለይ እቲ ዘጉደልክዎ ኣብ ኮመንቲ ድሕር ተፅሒፍክናለይ ኣነ እውን ካባኽን ክመሃር እየ ማለት እዩ ብሩኻተይ ሕጂ ከም ስትሪኣን ዘለኽን ዘይቲ ገይረ ከምኡውን እቲ በርበረ ፅቡቅ ገይረ ሕስይ ኣቢሉ ኣለኹ ይኣኽሎ እዩ ማለት እዩ እንድሕር ከምቲ ዝበልኩኽን ካብዚ ንላዕሊ ክተቕጥንኦ ተደሊኽን ማይ ወሲክን ቅጥን ዝበለ ክትገብርኦ ትኽእላኽን ማለት እዩ ኣዋዘ እውን ቀጢን እዩ ዝኸውን ኣነ ግን ከምዚ ብዙሕ ስለ ዘሎ ክሳብ ፅቡቅ ገይሩ ዝበኽዓለይ ብሓፊሱ ገድፎ እሞ ድሓር ፅቡቅ ገይሩ ምስ በኽዓለይ እንዳቕጦንኩ ይጥቀም ማለት እዩ መነከይ ገይረ እጂ ከምዚ ትሪኦ ዘለኽን ወዲኤ ኣለኹ ኣነ ነቲ ጎኑ ጎኑ ብከምዚ ዓይነት ናይ ኬክ ስታይ መስርሒ ማለት እዩ ከምዚ ገይረ የብሎ ኣለኹ የፅርዮ ኣለኹ ከምኡውን ኖርማል ዘይት ብላዕሊ ክገብሮ ገይረሉ ነቲ ክስታይ ማእተን ልምፅ ክብለለይ ደልየ ዘይተ የድልየክን ይብዚ ናብቲ ናትክን መዳለዊ ንመቐመጢ ማለት እዩ ናብኡ ክተቐምጦ ከለኽን ዘይቲ ትገብራሉ መጀመርያ ደሓር ከዓ ነቲ በርበሬኽን ናብኡ ተእትዎኦ ማለት እዩ ኣብቲ ዘለክን ንብረት ጥርሙዝ ድዩ ጎማ ድዩ ብዘየገድስ ጥራይ መኽደኒኡ ከምዚ ግጥም ዝበለ ክኸውን ኣለዎ ሕጂ እምበኣር ከምዚኣ ኢላ ወዲእ ኣለኹ ብሩኻተይ ክትፈትዋኣ ከዓ ተስፋ ገብር ሕቶኽን ተመሊስልክን ክኸውን እውን ከምኡ ተስፋ ገብር ማለት እዩ ሕጂ እምበኣር ምሕፋሳ ኩላ ነገራ ከምዚኣ ገይረ ወዲእ ኣለኹ ማለት እዩ ብሩኻተይ ክትፈትዋ እውን ተስፋ እንዳገበርኩ ተፈቲኹማ ናብ መሓዙትኩም ሸር ግበርዋ እምበኣር ሕጂ ነቲ ጎኑ ጎኑ ወዘልዘል ዘበልክዎ ሶፍት ገይረ ከምዚ ገይረ ኣጽሪከብለየ ከምኡ እውን ብሩኻተይ ክሳብ መወዳእታ ስለተኸታተልኩምኒ ካብ ልቢ እየ ዘመስግነኩም ኣብ ቀጻሊ ብካልእ ቪድዮ ክሳብ ዝመለሰኩም ሰሰናዩ ሳብስክራይብ ኣይንርስዕና ፕሊስ ፕሊስ